ክቡራት ተመልከትትና እንኳዕ ንመበል ዕስራን ሓሙሽተን ዓመት ምጅማር ማለት እውን ምጥያሽ ማሕበርኖታት ንኖታት ብሰላም ኣብፀሐና ኣብፀሐኩም ክንብል ንፈቱ። ማሕበርኖታት ንኖታት ካብ ልጣየሽ ርብዒ ክፍለ ዘመን ገይሩ ኣሎ። ብሱሩ ግን እዚ ማሕበር እዚ ክጣየሽ ተሎ መምህር ተበርህ መን እያም? ታይ ዓይነት ሓሳብ ሒዛ መፅያ ምስ እንመን ኣውጊዓ ልብል ሓቢርና ኢና ክንከታተሎ ደጊመ ሰናይ ምክትታል ክኾነልኹም እናተመነኹ እንኳዕ ንመበል ዕስራን ሓሙሽተን ዓመት ምጅማር ዋኒት እውን ምጥያሽ ማሕበርኖታት ንኖታት ብሰላም ኣብፀሐና ኣብፀሐኩም ክብል ይፈቱ።

ኩለኽን እናውዓሊ ስቶሪ እኒኤክን ኣብ ማእኸል እውን ጆይን ልገበርኽን ቦርድ ኣባላት ኣለኽን ምዝገባ ክትምዝገብ ኣብ ሰርቲፊኬት ኣብ ፍትሒ ቢሮ ኢንጌጅ ልገበርኽን ኣለኽን ብሓሳብ ብዙሕ ለዋፃኽን ኣለኽን ሀዚ እውን ብቦርድ ባይ ዘ ዌይ ራይት ናው ሚእቲ ፐርሰንት ብደቂ ኣንስትዮ ልምራሕ ቦርድ ኢና ኣብፂሕናዮ ለለና

እቲ ጽቡቕ ነገር ኣጠናኺርና እዩ ክንኸድ፣ ልጎድለና ነገር እንደገና ኣማዕቢልና ክንኸድ ምእንታን እዩ ዝና ሎምዓንቲ ስለዚ ኢሉ ኢና መጺና ኣለና ሾርት ቪዚት ብል ገበርና ላፍታ ዲስከሽን ክንኣቲ ኢና ማለት እዩ።
ኣብነታት ንነታት ልዕሊ 18 ዝኾነ ኣክቲቭ ፕሮጀክታት እየን እኒዋና ካብኣተን ምስ ዝተፈላለዩ ፓርትነራት ኮይና ንሰርሐን ዘለና ፕሮጀክታት እንታይ ይመስላ ልብል ኢና ንርኢ ማለት እዩ ዚ ኣብዚ ተሳትፎ ነራብቲ ናይ መጀመርያ ፕሮጀክት ብምንታይ ኢና ጀሚርና ኣብዚ ደቂ ኣንስትዮ ኣብቲ ናይ ሰላም ንምስፋን ለለወን ሚና እንታይ ይመስል ብልል ናይ ደቂ ኣንስትዮ ኢንጌጅመንት ኣብቲ ፕሪቶርያ ኣግሪመንት እውን ሃምቲ ንፈልጦ ብዙሕ ከም ለይነበረ እዩ እቲ ኢንጀክት እዩ እዚ ማለት እዩ ሓደ ሽሕ ደቂ ኣንስትዮ እዩ ታርጌት ልገብር ነይሩ እዚ ደግሞ ናይ ኤምኤችፒኤስኤስ እና ና ፆታዊ መሰረት ዝገበረ ጥቕዓት ዝግበአን ሰርቪሳት ብምሃብ ካብዚኣተን ሰለስተ ሚእቲ ዝኾና ደቂ ኣንስትዮ ናብ ስራሕ ክኣትዋ ልገበርናሉ ፕሮጀክት እዩ ማለት እዩ እቲ ላለላ ድማ ምስ ሴቭ ዘ ችልድረን ንሰርሖም ፕሮጀክታት እዮም እዚኣቶም ኣውትካሞም ተመሳሳሊ እዩ እቲ ናይ ኣብ ላዕሊ ለሎ እና ሳፕሊመንታሪ ፊዲንግ ወይ ደግሞ ፋፋ ፕላን ፕሌት እንብሎም ንጥኑሳትን መጥወብትን እና ንትሕቲ ሓሙሽተ ዕድመ ዝኾኑ ህፃናት ብምሃብ እዩ ሚንዋይል ትሕት ኢሉ ለሎ ግን ቢሄቪራል ቼንጅ ከምፅኡ ትምህርቲ ክህልዎም ኣመጋግቦኦም ብኸመይ ዓይነት ክዕርዩ ከም ዘለዎም እናምሀርካ እቲ ለውጢ ንምምፃእ ዝሰርሕ ፕሮጀክት እዩ እዚኣ ኣብ ሰንትራል ዞን ዓድዋና ከባቢኣ ሒዛ እያ ትሰርሕ ነራ እዚኣ ደግሞ ናይ ዓድግራትና ከባቢኡ ኢስተርን ዞን እያ ትሰርሕ ማለት ኮምፕረሄንሲቭ ዝኾነ ና ስነ ተዋልዶ ኤስኣርኤች ሰርቪስ ምትእትታው ብልብል ሜይንሊ ተን ፊስቱላ ልሓዘን እና ምልቆ ማህፀን ልሓዘን ናምፅኻ ምሕካም ምስ ዝተተሓሒዙ እውን በዓል ሞያታትና እዚ ፒኦፒ ልበሃልቲ ምልቆ ማህፀን ልበሃል ልሕኩምሉ እስካብ ሳልሳይ ቲር ልበሃል ቦታ ብጣዕሚ ሪሞት ልኾነ ኤርያ ናይ ደቂ ኣንስትዮ ውሑስ ቦታ ኣጣይሽና ንተፈላለያ ደቂ ኣንስትዮ ሰርቪስ ልሃብናሉ ፕሮጀክት እዩ ማለት እዩ እዚ ብዘጋጣሚ ኣብ ቦራ ክገልፅ ተለኹ ቅድሚ እዚ ፕሮጀክት እዚ ምእታዩ ገበያ ንምግባር ካብታ ቀልማ ትበሃል 38 ኪሎ ሜትር ብእግረና ተጓዕዛ እየን ዝኸዳ ነይረን እዚ ፕሮጀክት እዚ መሰረት ግን እቲ ኢንካም ጀነሬሽን ዝበሃል ኣክቲቪቲ ኣብኡ ብምጅማረን ዝተፈላለዩ ናይ ዕዳጋ ነገራተን ኣብኡ ክገብራ ዝገበረ ፕሮጀክት እዩ ማለት እዩ እዚኣ ምስ ወርልድ ቪዥን ንሰርሖ ፕሮጀክት እዩ ኣብ ኢስተርን ዞን ኣብ ጉሎ መኸዳ ኢና ንሰርሖ ኽልተ ኣስፔክት እዩ እኒኦዎ ሓደ እቲ ናይ ደቂ ኣንስትዮ ውሕስ ቦታ ካልኣይ ደግሞ ንህፃናት ውሕስ ቦታ ብምፍጣር ናይ ህፃናት ሴፍ ስፔስ ሃልዩ ንዓኣቶም ኬዞም ማኔጅ ምግባር ካብ ቤተሰቦም ልተፈላለዩ ምስ ቤተሰቦም ናብ ምርኻብ ስራሕቲ እንተን ደቂ ኣንስትዮ ደግሞ ጥቕዓት ልበፅሐን ደቂ ኣንስትዮ ተሃልየን ዝተፈላለዩ ሰርቪሳት ምሃብ ቮኬሽናል ትሬኒንጋት ምሃብ ካሽ ሳፖርት ምግባር እና ዝተፈላለዩ ካልኦት ኣክቲቪቲታት ሓዊሱ ምስኣቶም ብሓደ ኮይና ኢና ንሰርሓ ኣብዚ ኣብ ሳውዘርን ዞን ኣብ ራያ ዓዘቦ ሰለስተ ዳብሊው ጂኤስኤሳት ዘን ናይ ደቂ ኣንስትዮ ውሑስ ቦታታት ዝበሃል ኣስታብሊሽ ገይርና ዝተፈላለየ ሰርቪሳት ኢና ንሃብና ንርከብ ንደቂ ኣንስትዮ ማለት እዩ ህንፀት ሰላም ካብቲ ዓንተወል ነገርኩኽን ቀፂላ ልመፀት ፕሮጀክት እያ። ያው ናይ ትግራይ ሲቪል ሶሳይቲስ ሮለ ናፍቲ ፒስ ቢልዲንግ ታይ ይመስል ልብል ሓደ ታእየን ልመስና ታእየን ካፓሲቲኤን ልብል ፅንዓታት ብምክያድ ስትራቴጂክ ሮድማፕ እውን ክህልዮም ልገብር ፕሮጀክት ኢና እናሰራሕና መፂና ማለት እዩ። ካሊእ ፕሮጀክት ምስ ኔትወርክ ኦፍ ኢትዮጵያን ውመን ኣሶሲሽን ዝበሃል ንሰርሖ እዩ ቤዚክሊ ተን ሲቪል ሶሳይቲስ ናይ ደቂ ኣንስትዮ ልመርሐአን ሲቪል ሶሳይቲስ ሓዊሱ ዓቕመን ከዕብያ ስርዓተ ፆታ መሰረት ዝገበረ ጥቕዓት ዝበፅሐን ደቂ ኣንስትዮ ኦር ናይቲ ማሕበረሰብ ኣካላት ዝኾኑ ካልኦት ቨነረብል ዝበሃሉ ግሩፓት ልልበፅሕ ጥቕዓት ሰርቪስ ክህባ ዓቕሚ ክህልየን ልገብር እዩ። ልተፈላለየ ስልጠናታት ኣዌርነስ ሬዚንግ ኣክቲቪቲታት ልሃብናሉ ፕሮጀክት እዩ ማለት እዩ። ዓለም ዓቀፍ ልኾነ ሙቭመንት እዩ። ስሳ ሓሙሽተ ዓድታት ለለዎ እየን ምስ ሴቭ ዘ ችልድረን ኮይና ኢና ንሰርሖ ሴቭ ዘ ችልድረን ኣት ናሽናል ሌቭል ናይዚ ኢሲኤስሳን ልበሃል እያ ሊድ ትገብር እዚ ፕላትፎርም እዚ ቤዚክሊ ናይ ኒትሪሽን ፖሊሲታት ክወፁ ሎቢ ናይ ምግባር ስራሕትታት እና ጀንደር ኢኳሊቲ ንክረጋገፅ ናይ ምግባር ስራሕቲ እውን ዝተፈላለዩ ስራሕቲ ይሰርሕ እዩ ማለት እዩ ምስ ኢኤችኤፍ ንሰርሖ ፕሮጀክት ክልተ ፕሮጀክታት እዮም እኒኦና እቲ ሓደ ፒርሊ ኣብ ፕሮቴክሽን ዝሰርሕ ፕሮጀክት ኢና ኣብ ኣርባዕተ ወረዳና ኢስተርን ዞን እናሰራሕና ፀኒሕና ከዚ ተወሲኹልና ደሞ ኣብ ዝተፈላለየ ኣብ ፕሮቴክሽን ኣብ ጥዕና ኣብ ዋሽ እና ካልኦት ሴክተራት ሓዊሱ ዝተዋሃበና ፕሮጀክታት እኒኦ ማለት እዩ ሶ እዚኤን ኣብ ኣርባዕቲኤን ወረዳ ንደቂ ኣንስትዮ ውሑስ ዝኾነ ኣርባዕተ ቦታታት ስታብሊሽ ጌርና ካብ ናይ ስነ ኣእምሮ ሕውየት ሓዊሱ ስልጠና ክረኽባ ናይ ህይወት ምቕያር ስታርትኣፕ ካሽ ተዋሂብወን እውን ናብ ስራሕ ለኣትያሉ መድረኽ እዩ ሒዙ ዘሎ ማለት እዩ እዚኣ ኦልዞ ተወዲኣ ትኹን እምበይ ምስ ዩኤስኤድ ኤኤስፒ ናሰራሕናዮ ነበርና ፕሮጀክት ኣሸንዳ ብምምልካት ናይቶም ትዋርድስ እንታይ ይበሃል ጂቢቪ ለሎ ኣተሓሳስባ ምቕያር ልብል ሒዙ እዩ ዝሰርሕ ነይሩ። ካበይ እያ መፅያ? ቅድሚ ሕዚ ማርች ኤይት ተመልኪትና ኣይ ቲንክ ካብኡ ዝለለና እውን ተሳቲፍናሉ ነይርና ኢና ርግበ ብርሃን ደቂ ኣንስትዮ ኣብ ፒስ ቢልዲንግ፣ ኣብ ቢዝነስ፣ ኣብ ናይ ኤምኤችፒኤስኤስ ሰርቪስ እንታይ ዓይነት ድሌታት እኒኦኤን ልብል ኣይደንቲፋይ ልተገበረ ነይሩ። ሓደ ካብቶም ሪከመንዴሽን ስቲግማና ዲስክርምኔሽን እቲ ምግላል ይኸብደና ስለ ለሎ ምስቶም ልምልከቶም ኣካላት ክቕይሩ ልኽእሉ ተትዛተዩ እሞ ተትልውጡልና ልብል ነይሩ። ካብኡ ቀጺሉ እዚ ንመን ታርጌት ገይርና ንቶም ሃይማኖት መራሕቲ ካብኣቶም ብላዕሊ ኢንፍሉዌንሻል ልኾነ ኣብ ማሕበረሰብና ስለ ዘየለ ምስኣቶም ታርጌት ገይርና ብዙሕ ዘተ እውን ዘቲና ኣብ መጨረሻ ፕረስ ሪሊዝ እውን ዝገበሩሉ ዓብዪ ጉያ እውን ተስታውሳ ተኾይንኽን ዝነበሩ ፕሮጀክት እዩ ማለት እዩ እዚ ያው ሶሮፕቶሚስት ኢንተርናሽናል ሞር ኦፍ ሎንግ ተርም ሳፖርት እዩ መብዛሕትኽን እውን ክትፈልጦ ልዕሊ 10 15 ዓመት ንኣረጋውያን ሳፖርት ናገበረ ዝመፀ ፕሮጀክት እዩ ዘን ኣረጋውያን ብዝተፈላለዩ ሜዲካል ሳፖርት ካሽ ሳፖርት ኣብ ዝመፅኤን እውን እርሰ በርሰን ከዋግዓና ምግባር ስራሕቲ ሃይጅን ኤን ሳኒቴሽን ኪፕ ልገብራሉ መድረኽ ልፈጠረ ሽረ መቐለ ዓዲግራት ሓዊሱ ዘን ናይ ደቂ ኣንስትዮ ውሕስ ቦታታት ኣብ ኣይዲፒ ስታብሊሽ ገይሩ እዩ ዝሰርሕ ለሎ ንዓኣተን ዝተፈላለየ ሰርቪሳት ቅርሺ ካብ ምሃብ ዝተፈላለዩ ለድልየን ሰርቪሳት ካብ ምሃብ እዩ ዝሰርሕ ዘሎ ኣብዚ ንእሽተይ ፍልይ ለብሎ እተን ሸውዓተ ዋን ስቶፕ ሰንተር ብትግራይ ደረጃ ለለዋና እውን ሓዊሱ እዩ ሳፖርት ልገብር ለሎ ማለት እዩ። እዚኣ ምስ ፕሮጀክት ሆፕ ሲሲኣርዲኤ ካብ ዩኤስጂ ዝረኸብናዮ ፕሮጀክት ኢና ንሰርሕ ለለና ዓሰርተ ኣርባዕተ ወረዳታት ኢና ሒዝና ንሰርሕ ኣለና ና ሄልዝ ሰርቬይላንስ ስራሕቲ እዩ ልሰርሕ ማለት እዩ። ፋይናንስ ክፍልና እዩ ሜን ፋይናንስና ካልኣይ ፋይናንስ ሰፍትኒና እዩ ኣብዚ ሪሰንት ዝኾነ ኦዲትና ዕስራ ዕስራ ኣርባዕተ እኒኤና እዩ ሃክቲ ኦዲት እውን ኣለና ናይ ዕስራ ዕስራ ሓሙሽተ ህዝቢ ብልጠጠናቐቐ ኦሬዲቲ ሪፖርት ክንመፀልና እዮ ማለት እዩ ካብ ሲኦሲ ሌቨል ሰርቲፋይ ልገብር ሰንተር እዩ እኒኤና እዚኣ ሓንቲ ካብተን ትሬኒንግ ሰንተርና ና ቤከሪ ላይና ዳቦ ምግጋርን ዝተፈላለዩ ካልኦት ስራሕትን መሰልጠንቲ ማለት እዩ። እዚኣ ካብተን ሓደ መሰልጠንቲ ላይን ና ስፌትን ዲዛይንን ላይን እያ። እዞም ክፍልታት እዚኦም መልቲ ፐርፐዝ ስራሕቲ እዩ እኒዎም። እቲ ሓደ እንታይ እዩ ስልጠና ንዝተፈላለዩ ብፕሮጀክት ዝተሓቆፋ ደቂ ኣንስትዮ ስልጠና ኣብ ምሃብ እዩ ልነጥፍ። ካብኡ ብተወሳኺ ግን ልፕሮጀክትና ንናይ ባዕልና ፕሮጀክት ለገልገሉ ኪታት እኒኦ ኸዚ ዲግኒቲ ኪት ልበሃሉ ንደቂ ኣንስትዮ ለወሃቡ ኪታት ልተፈላለዩ ማተርኒቲ ኪት ልበሃሉ እኒኦው እሳቶም እውን ኣብዚኦም ኢና ነምርቶም ማለት እዩ ካብኡ ሓሊፉ ደሞ ከም ሴቭ ኮንሰርን ወርልድ ዋይድ ዲፍረንት ካልኦት ኦርጋናይዜሽናት ብሪኩስት ኣሕና እቶም ኪታት ክነምርተሎም እውን ንገብር ኢና ዝተፈላለዩ ምህርትታትና እኒኦው ተሓፀብቲ ሞዴሳት ብሙሉእ ኪት፣ ቢጃማ፣ ኣንደርዌር እና ካልኦት ሙሉእ ዓሰርተ ክልተ ኣይተም እዩ ለካትት ኣብ ሓንቲ ዲግኒቲ ኪት ነምርት ኣለና። እዘን ኩለን ማተርያል እዚኤን እንታይ እየን ዝኾና ሕዚ ንዩኒሴፍ ፕሮጀክት ዝሰራሕናዮ እንድሕር ኮይኑ ናይ ዩኒሴፍ እና ናይ ማምስ ሎጎ ሃልይዎ መለለይ ፅሑፍ ሃልይዎ እንታይ ይኾን ተዓሺጋ እንተን ደቂ ኣንስትዮ ተወሃበን ማለት እዩ ብቦርሳ መልክዕ ተገይራ እኖታት ልስልጥና ክመጻ ተለዋ ህፃውንተን ኣብዚ ክፀንሑ ክጫወቱ ንገብረሉ ቦታ እዩ ማለት እዩ። ኣብዚ ዝተፈለየ ነገር የለይ ግን ንቐፃሊ ልተፈለየ ነገር ክህሊ እዩ ኢልና ንሓስብ ስለልኾነ ናቕርሺ ጉዳይ ልፅበ ቦታ እዩ እዚ ናመጨረሻ ናማምስ ፎርማምስ እቅድ ካብ ለሳኹዕ ሓደ ነገራት ናደቂ ኣንስትዮ ዩኒቨርሲቲ ልምስራሕ ኣቂድዎ ለሎ ቦታ እዩ እዚ ማለት እዩ ሶ ተንዓንቶ ራእናየን ቮኬሽናል ትሬኒንጋት ሓዊሱ እስካብ ኣርባዕ ኣርባዕተይ ናብ ቮኬሽናል ስልጠናታት ና ሄልዝ ኣስፔክት ሃልዎ ንደቂ ኣንስትዮ ውሑስ ዝኾነና ትምህርቲ ቦታታት ፈጢሩ ክሰርሕ እዩ ኣብዚ ዘሎ እቅድ ማለት እዩ የሰፋዓዮ ሊወዓርሱ ክኢሉ ንሓገዘ ክፀንሕ ልገብሩ ሓደ እቲ ዩኒቨርሲቲ ከም እቅድ ርኢና ኣለና ሓደ እውን ቶም ኣይጂኤ ላይን ባህግና ብልብል ስያሜ እዩ ተሰይሙ ልሰርሕ ለሎ እዞም ኦል ዞስ ኢንካምስ ንዕኦ ኣስሪሖም እውን ቀፃሊ እውን ኩሉ ሸዓብ ፈንድ እናተፀበኻ ኣይስራሐና ስስቴነብል ኮይኑ ንህዝቢ ንሓገዘ ክነብር ልገብር ኣቋም እዮም ኻሊእ ካብኣቶም ድማ ባህግና ንብል ልበሃል ሕሩጭ እውን ኣለና ኣብቲ ሕማቅ ግዜ ነስታውስ ተኾይና ካብ ደገ ሓገዝ ክመጽእ ተሎስ ኣብ መንገዲ እዩ እኒኦ ገና ይመጸ ይሶ እቲ ህዝቢ ታይ ይኹን ልብል ምስ መቐለ ዩኒቨርሲቲ ብምዃን ጽንዓት ተገይርዎ ካብኣቶም እውን ልዕሊ ኣርባዕተ ልኾኑ ልምግብነት ልውዕሉ ንጥረ ነገራት ልተገነዩሉ ማለት እዩ ካብኣቶም ካብ ሸውዓተ ንጥረ ነገራት ልሓወሰ ከም ምጥን ነገር ኮይኑ ልተሰርሐ ባህግና ልበሃል ሕሩጭ እውን ኣለና። እሱ ኸዚ መጀመርያ ቴስት ተገይሩ ኣብ ክልተ ሆስፒታላት ምርምር ተገይርዎ ጠቓሚ እዩ ተባሂሉ ናብ ህዝቢ ቅድሚ ምውራዱ ደሞ ምስ ዩኒሴፍ ሓገዝ ረኺቡ ንሽዱሽተ ወርሒ ልኾነ ሪሰርች ተሰሪሕዎ ኸዚ እታ ቆፃል ላይት ተዋሂባቶ ኮመርሻል ልኾነሉ መድረኽ እዩ እኒኦ እና እሱ እውን ሓደ ከም ኢንካም ጀነሬቲንግ መጨረሻ ፋብሪካ ተሰሪሕዎ ካብ ደገ ውፅኢና ፕላን ፕሌት እና ፋፋ ካብ ነምፅስ ህዝብና ልለመዶ ዱቄት ክጥቀመሉ ብምግባር ሓደ ጥሜትን ጥሜት ለምፅዎም ድኽዳኸን ምክልኻል ልጠቅም ሕሩጭ እውን ኣለና ኢቲ ኣለላ ብጫ ኮንቴነር እያ ተጀሚራ ወዶ ኣሕና ወላ ኣይንብፅሐሉ ኣይ ቲንክ ካባይብ ላዕሊ ስኻ ትኽን ትገልፆ ዝተጀመረትሉ መጀመርያ ኣብታ ብጫ ኮንቴነር እያ ኣብ ውሽጢ ዕስራ ሓሙሽተ ዓመት ክንድዚ ምዕባለ ምፅያ እኒያና ሆፕፍሊ ልቐፃልለ ፅቡቕ ነገር

ይግበሮ ፍጻሜና።
ከምቲ ልፍለጥ ናይ ማሕበር ኖታል ኖታት ተመስረተትሉ፣ ስራሕ ልጀመረትሉ፣ ህጋዊ ሰብነት ለግነየትሉ ኢላ እውን በብዓመቱ መዓልቲ ኖይላ በለት ተኽብሮ መጋቢት ዕስራይ ትሽዓተ እዩ። ስለዚ ካብ ሀዚ ጀሚርና፣ ብርክት ልበሉ ፕሮግራማት ክልዩና እዮም ኣብ ልሓለፈ ዕስራ ሓሙሽተ ዓመት ልተጓዕዝናዮ ጉዕዞ ብልተፈላለየ መልክዑ ላሰነድናዮ ልህብረተሰብ እውን ላፋለጥናዮ ኢና ክንኸድ ናይ ሎማዓንቲ ዋና ዓላማኣ ኣብዚ ለለኽን ምስ መምህር ተበርህ ፍልጦ ለለክን ኣብ ምስረታ ማሕበርኖት ኣልኖታት ብልተፈላለየ መልክዑ እጃም ለለክን ኣብቲ ናይቲ ትካል ናይ ገቨርነንስ ብቦርድ ምምራሕ፣ ብቮለንቲር ምስራሕ፣ ሰራሕተኛ ብምዃን ብዙሕ ሓላፍነት ተዋፃእኽን ኣብ መንግስቲ ኣካላት ኾይንኽን ብምምኻር ብምድጋፍ ብዙሕ ዝተጓዓዝኽን ኢኽን። ብዙሕ መድረኻት ኸምዚ ክህልየና እዩ። ስራሕቲ ጀሚርና ኣለና፣ ምስናድ ጀሚርና ኣለና። ሶሎሞዓንቲ ዋና መጋነይትና ሕጽር ልበለ ተዚ ማሕበር ኑታ ልኑታ ታይ ትመስል ልብል ነገር ሓደ እቲ ጉብኝት እንዮ ኻልኣይ ሕጽር ልበለ እቲ መብርሂ ብልሃብና ኢዝዳት ምስቲ መጀመርያ ተዓሊምዎ ተሓሲቡ ተጣየሸሉ ዓላማ ማሕበር ኑታ ልኑታት ዲና ንጉዓዝ ዝለና እቲ ጠንካራ ነገረት እሰየው ልጎድል ነገር እንተሃልዩ ሀመ ገርና ንምልኦ ልቅድሚትኸ ሀመ ገርና ልሓሸ ትካል ኣብ ሰብ ለይኾነስ ትካል ኮይኑ ዓርሱ ክኢሉ ስርዓት ሃልይዎ ክጉዓዝ ለለውና ክፍተት እንመኻኸረሉ እና ላበልና እውን ዕስራይ ሓሙሽተይ ዓመትና እነኽብረሉ መዓልቲ እዩ ሓፂር ጊዘ ኢና እያ ክትሌልና ፃውዒትና ክሪብክን ብዙሕ ስራሕ ልሃሌክ ነውዚ ስለ ልተገነክን ብስመይ ብስም ማሕበር ኑት ኣልኑታት ብጣዕሚ የቀኔለይ ክብል ይፎት። ተበርህ ጓል ኣንስተይቲ ናይ መጀመርያ ጓል ኣንስተይቲ መምህር እያ። እዚ ሂስቶሪ እዚ ኣብ ትምህርቲ ቢሮ ሰነድ ኢና ኣግኒናዮ which is ዝገርም ኣጋጣሚ ኣቶ ጎበዛይ ወልደኣረጋይ ትምህርቲ ቢሮ ሓላፊ ላሃለዩ ቕድሚኡ እውን ኣብ ርክብ ህዝቢ ላሃለዮም ማሕበርነታኖታት ብዙሕ ድጋፋት ይህቡ ነይሮም። ትምህርቲ ቢሮ ኣብ ልኾነ ዓመት መፅሄት ከዳሊ ተሎ እቲ ታሪክ እሶኡ ኢና ኣግኒናዮ እሶ ናይ መጀመርያ ጓል ኣንስተይቲ መምህር ኣብ ትግራይ መምህር ትበርህ ወልደገብርኤል እያ ትባሃል ማለት እዩ እሶ መስራቲት ማሕበር እኑታ ልኑታት እውን መምህር ትበርህ ወልደገብርኤል ንብዙሓት ደቂ ኣንስትዮ ሞዴል ክትኾን እያ ኢልና ንኣምን ንግምት ናይዚ ዋና ምክንያት ሓደ ታይ እዩ መምህር ተበርህ ኣብ ወለዳ መጽሓፍ እውን ኣሎ ቅድሚ ሀዚ ዝተጽሓፈ ወለዳ ያው ኣብ ሓዳር ምፍልላይ የጋጥም እዩ ስለዚ ኣቦኣ እኒኣይ ምፍልላይ ከጋጥሞም ተሎ ለለዎ ትሕቲኣ ለለዎ ኣሕዋት ምስ እነኣ ኮይና ናይ ምዕባይ ሓላፍነት ብምውሳድ ናይ መጀመርያ መምህርነት ተመሪቓ ኣብ ዓድዋ ልናኣ ትሕግዝ ነይራ። እዚ ላገበረት ላሃለየት ዓውዪ ናይ ስኮላር ዕድል ተግንሞ ብተመሳሳሊ ኢኪቨለንት እንደገና ኣብቲ ቤት ትምህርቲ ናይ ርእሰ መምህርነት ስልጣን እውን ትረክብ ማለት እዩ። ስለዚ ኣብ ሻይቱ ጊዜ ያው ቤተሰብ ምድጋፍ ልናኻ ምሕጋዝ ሓደ ዓውዪ ነገር እዩ። ዘሴም ናይኻ ልሓሸ ልቅድሚት እንደገና ልሓሸ ነገር ምምራፅ ካሊእ ነገር እዩ so ኣብዚ ኣጣብቂኝ ኣብ ልነበረትሉ ግዜ ምስ ወለዳ ክትመኻኸር ተላ ብታሪክ ኩል ግዜ ትነግረና ማለት እዩ ኣቦኣ ታይ ይብልዋ እዛ ጓለይ ሹመት ፅባሕ መፃኢ እዩ ተረካቢ እዩ ገንዘብ ፅባሕ ክግነ ይኽእል እዩ እንድሕር ተማሂርካ እንድሕር ዓቢኻ ድሕሪ ምባል ናብቲ ናይ ትምህርቲ ልባዕላ ኣፕግሬድ ልምግባር ላብ ኣዲስ ኣበባ ዳግም ኸይዳ ናይ ዩኒቨርሲቲ ትምህርታ እንደገና ቀጺላ ኣብኡ ልሃለየት እንደገና ሀዚ USAID ኢልና እንጽውዖ ያው ኣብ ልኾነ ሰዓት መጺኡ ኢሉ ስቶፖ ወርክ ኦርደር ልበሃል ሂቡና ብዙሕ ነገራት ጠጠው ለበለ ናይ ኑሮ ዘዴ ትምህርቲ ወይም ሀዚ ኒውትሪሽን ላበልና እንጽውዖ ትምህርቲ ንደቀንስትዮ ዕድል ክወሃብ ተሎ እሳ እውን ተወዳዲራ ናይቲ ዕድል እሱ በዓል ዋና ኮይና ኣብ ኣሜሪካ ናይ ኒውትሪሽን ትምህርቲ ተማሂራ መፂኣ ኣብዚ ዓዲ እዚ ኣብ ኢትዮጵያ ኣብ ናይ ኑረ ዘዴ ኢልና እንፅውዖ ናይ ካሪከለም ዲቨሎፕመንት ኣብ ትምህርቲ ሚኒስተር ተሳቲፋ እዚ ዓዲ እዚ ዓብዪ ኣስተዋፅኦ ዝገበረት እያ። ያው ብድሕሪኡ ምስቲ ልነበረ ናይ መንግስቲ ኩነታት ናይ ፖለቲካ ኩነታት በዓል ገዛ ዶክተር ሰለሙ ውን ሓዊሱ ጸገማት ስለ ልነበሩ ናይ ስደት ዕድል ገጢምዎም ንነዊሕ ግዜ ኣብ ዓዲ እንግሊዝ ድሕሪ ምጽናዕ ኩለና ከምቲ ንፈልጦ ካባይ ብልዓል እንደገና ንስኻትን ከምቲ ትፈልጦ ላብ ዓዶም ድሕሪ ምምላስ ዶክተር ሰለሙን ኣብ ተፈላለየ ናይ መንግስቲ ናይ ስራሕ ዘርፊ ተሰማርዮም ይሰርሑ ነይሮም including ቤት ምኽሪ ኣፈ ጉባኤ ብምኳን ያው መምህር ትበርህ ግን ክልነበራ ናይ ጥዕና ጸገም ኩላኽን ትፈልጥኦ ኢኽን እሱ ንምቕራፍ ብጣዕሚ ጠንካራ ሞዴል እያ ካብ ለብላ ሓዲኡ እውን እሱ እዩ ኤክሰርሳይስ ትገብር ነይራ ኤክሰርሳይስ ክትገብር ተላ መናእሰይ ደቂ ኣንስትዮ ኣብ መንገዲ ህፃን ሒዘን ኣብ ልመና ክሰማርያ ተለዋ ስለ ማርያም ላበለ ልሰምዕ ህፃን ክህልየና የብሉይ እዚኣተን ሞያ ተትሒዝናየን ዓርሰን ለዊጠን ስድረኣን ክመርሓ ይኽእላ እየን ብልብል ዓላማ ምስ መብዛሕተኽን ኣውዚ ለለኽን ምድግጋፍ ማሕበር እኖታት ልኖታት ላብ እውን እነት ኣብ ሽሕን ትሽዓተ ሚእትን ቴስዓን ሰለስተን ዓመተ ምህረት መጺኣ ማለት እዩ so ኣሻይትኡ ክትመጽእ ተላ ልነበራ ራኢ ታይ እያ ትብል ነይራ still እኒሃ ተለጢፋ ኣብ ቢሮ መናእሰይ ደቂ ኣንስትዮ ሓዳር ዘይብለን ዓርሰን ኽኢለን ደቀን ብስነስርዓት ከዕብያ ምግባር ልብል ራእይ እያ ሒዛ ላብ ስራሕ ኣትያ። So ዕስራይ ሓሙሽተ ዓመት ገይርና ኣለና። እዚ ዕስራይ ሓሙሽተ ዓመት እዚ ክንጓዓዝ ተለና ኣንሕና ሀም ማኔጅመንት ናይቱ ትካል በብግዚኡ ንልወጥ ኣለና ኢና ንዓቢ ኣለና ኢና ስራሕትና እውን ኣሻዓይትኡ ልነበረ መናእሰይ ደቂ ኣንስትዮ ሞያ ላምሃርካ ምውፃእ ንብል ስለልነበረ ምስኡ ተታሓይዙ ደሓረ ክትነግራና ኢኽን ኢልና ተስፋ ንገብር ኣብ ተይሰዓታት ልነበረ ሓደ ዓውዪ ችግር እንደገና እቲ ናይ ኤች ኣይቪ ኤድስ ፀገም ናይ ምጣነ ስድራ እዩ መብዛሕተን መናእሰይ ደቂ ኣንስትዮ እውን እቶም ቆልዑት ኣቦኣቶም ለይምህላይ ምፍልላይ ገለ ስለልነበረ ልዘን መናእሰይ እዚኣተን ሞያ ኣምሂርና ክነውፀን ተለና ኢኮኖሚካሊ ኢምፓወርድ ክኾና እየን። ገንዘብ ምግናይ ክጅምራ እየን። ሃም ማንኛውም ሰባት ጥዕንዐን ላተማሓየሸ መነባብሮ ላተማሓየሸ ክኸድ እዩ። ሶ ና ሪፕሮዳክቲቭ ራይት ኢሹ ክለዓል እዩ። ስለዚ ብዛዕባ ምጣነ ስድራ፣ ብዛዕባ ኤችኣይቪ ኤድስ፣ ብዛዕባ ስነ ተዋልዶ ክነምህረን ኣለና ላተባህለ ኢንተግሬትድ ተገይሩ እሱ እውን ላብ ስራሕ ተኣትዩ ላዓበየ ላዓበየ መፅዩ so ብቲ ልዓበየ መጠን ንሕና ላገምገምና ራእዩ ናይ ማዕረነት ፆት ኣብ ምርግጋፅ ናይ ማሕበር ኖታልኖታት ራእይ ክኾን ይግባእ እዩ ኢልና ራእዩ ላውዚ ኣፕግሬድ ገይርናዮ ኣለና እሱ ልምግባር እንደገና ሚሽናት ኣለዎ ንሳቶም ማለት ሓደ እንታይ እዩ እቲ ናይ ውመን ኢምፓወርመንት ብቮኬሽናል ትሬኒንግ ኣቢልካ ብኢኮኖሚካል ብሶሻል ኢሉ እውን ብናይ ሄልዝ ኤንድ ኒውትሪሽን ናብ ፒስ ቢውልዲንግ ኣጠናኺርካ ብምኻድ እቲ ራእይ ክረጋገፅ ምግባር ልብል ኢና ሒዝና ክንጓዓዝ ሞኪርና። እታ ናይ መጀመርያ ዝነበረት ናይ ማሕበርኖታት እታ ሙያ ስልጠና ምሃብ እያ ነይራ ምስኣ እታ ናይ ኤች ኣይቪ እታ ናይ ስነ ተዋልዶ ኢንተግሬትድ ምግባር ስራሕቲ ተታሒዛ መፅያ። ብድሕሪኡ ግን ኣብዚ ሰዓት እዚ እቲ ናይ ደቂ ኣንስትዮ ዓርሰን ልኽእላሉ እቲ ናይ ሙያ ስልጠና ማእኸል ሓደ ዓብዩ እዩ። ካልኣይ ፕሮቴክሽን እንብሎ ከምቲ ንፈልጦ ኣብ ትግራይ ቕድም ኢሉ በተለይ ቐድሚ እቲ ሀዚ ኣጋጢሙና ለሎ ዓብዪ ፀገም ቕድሚኡ ጎዳእቲ ልምድታት እናበልና እንሰርሐሎም ነገራት ነይሮም። ትሕቲ ዕድመ መርዓ፣ ደቂ ኣንስትዮ ግርዛት፣ ዓንቀር ምኽላ ምናምን ልበሃሉ። so እሱ ኣም ለሎ ኾይኑ ብዙሀ ዘጋጢሙና ለሎ እንደገና በተለይ ምስተን ናይ ደቂ ኣንስትዮ ጥቕዓታት ኻልእት ኻልእት ተተሓሒዙ more ኣብ ናይ ዓበይቲ ናይ ፕሮቴክሽን ስራሕቲ ሀም ሓደ ቴማቲክ ኤርያና ኢንክሉዲንግ ናይ ቻይልድ ኬር እውን ሓዊሱ ቴማቲክ ኤርያና ጌርና ንሰርሕ። ካሊእ ትምህርቲ እዩ። ትምህርቲ ያው ቮኬሽናል ትሬኒንግ ሓደ ነገር እዩ። ተመሳሳሊ ግን በተለይ ህፃውንቲ ናብ ቤት ትምህርቲ ክኸዱ፣ ቤት ትምህርቲ ክውዕሉ፣ ትምህርቲ ከግንዩ፣ ለውጢ ክመፅእ ልኽእል ራእይ ማሕበርኖት ኣልኖታት ማዕረነት ፆታ ልበሃል ነገር እውን ምርግጋፅ ክመፅ ተኾይኑ ትምህርቲ ብጣዕሚ ማንዳቶሪ እዩ ኣብኡ ዓውዪ ስራሕቲ ንሰርር ካሊእ ጥዕና እዩ ጥዕና ቅድም ክብል ኣምቲ ምግላፅ ሞከርክዎ ኣብቲ ናተይ ሰዓታት ናይ ስነ ተዋልዶ ናይ ኤች ኣይ ቤት ስራሕቲ ተምለሎ ኮይኑ ሀዚ ግን ሞር በተለይ ናይ ፕራይመሪ ሄልዝ ኬር ጠንካራ ክኾን በተለይ ብዙ ፀጋሚ ጊዜ ነበረ ጦርነት ጊዜ ልመንግስቲ እውን ብምውካል ሙሉእ ትግራይ ክታበት እስካብ ምሽፋን ገፋሕቲ ስራሕተ ንምስራሕና ሀዚ እንደገና ናይ ጥዕና ሲስተም ጠንካራ ኮይኑ ክኸድ ኣብ ጥዕና ትካላት ኣብ ናይ ጥዕና በዓል ሞያታት ገፊሕ ስራሕቲ ንሰርህ እቲ ራብዓይ ኒውትሪሽን እዩ ስርዓተ ኣመጋግባ ኣብኡ ስርዓተ ኣመጋግባ እውን ብተመሳሳሊ ቅድም ክብል በለስ ብልብል ኣብ ህብረተሰብ ትምህርቲ ብምምሃር በለስ ንምግብነት ኣብ ምጥቃም ገፊሕ ስራሕቲ ላተሰርሐ መፅዩ እዩ ሀዚ እውን ኢሉ እሱ ሓደ ነገር ኾይኑ ጠቅላላ ግን በተለይ እዚ ናይ ሓደ ሽሕ መዓልቲ እንብሎ ህፃናት ተጠኒሶም ተወሊዶም ክልተ ዓመት እስካብ ልመልእን እስካብ ልመልኦን ለሎ ገፋሕቲ ስራሕቲ ምስራሕ ኢንክሉዲንግ ኣብቲ ዕፅዋ ግዜ እንደገና እቱ ካብ ደገ ኩል ግዜ እነምፅኦ እሞ ልዞም ህፃናት ማልኒትሪሽ ክኾኑ ተለው እንህቦም ፕላን ፕኔት ኢልና እንፅውዖ ልነበርና በብ ሰሙኑ ክላስተር ክንኸድ ተለና ኣብ ዩኒሴፍ ክንእከብ ተለና ኒውትሪሽን ክላስተር WFP ሳፕላይ ክመጽእ ኣይኸኣለ ዕጽዋ ኮይኑ ብዓፋር ተዓጽዩ ኣውሮፕላን ከምዚ ኮይኑ እናተባህለ ሞት ኣዴታትን ህጻናትን ኣጸጋሚ ኩነታት ስለዝተፈጠረ ባህግና እትበሃል ሕሩጭ ሳይንቲፊካሊ ሰሪሕና ላብራቶሪ ቴስት ገይርና ሴንሰሪ ቴስት ገይርና ኣብ ጥቕሚ ኣውዒልና ሀዚ ብዓብዩ ብባህላዊ መልክዑ ነዘጋጅ ኣለና እሱ ጸኒሕና ላብ ኢንዳስትሪ ልምኻድ ንጉዓዞም ጉዕዞታት ኣለዉ ማለት እዩ እቱ ካሊእ ቴማቲክ ኤርያና እዚ ኩነታት እዚ ልፈጠረልና ቅድሚ ሀዚ ለይንፈልጦ ልነበርና ኣብ ዕድመ ማሕበርኖታል ንኑታት ልምዓት ኢና ንፈልጥ ነይርና ናይ ሰላም ጸገም ኣይነበረናይ ኣም ልብና ኣቲና ሰሪሕና ንወጽእ ነይርና ሀዚ ግን ትል ጸገም ልፈጠሮ ዓውዪ ነገር ናይ ሰላም ናይ ፒስ ቢልዲንግ ጉዳይ ብጣዕሚ ማንዳቶሪ ኮይኑ ሓድሽ ቴማቲክ ኤርያ እውን ኣተኣታቲና ገፊሕ ስራሕቲ ኣብ ፒስ ቢልዲንግ እና ኣብ ኮንፍሊክት ሚቲጌሽን እንሰርሕ ማለት ሰው ማሕበር ኖት ኣልኖታት ቴማቲክ ኤሪያና እዚ ይመስል። ኣብቲ መጀመርያ ግዜ ዳሓር ያው ክንሰምዖ ኢና ካባኻትን'ውን ትካል ኖት ኦንሊ ማሕበርኖታት ማንኛውም ትካል ክጅምር ተሎ ሓሳብ እዩ ልህልዮ መልዐልዩ እውን ችግር እዩ ድሓረ እዩ ሰነዳት ክህልዮ ልኽእል ሶ ማሕበርኖታልኖታት ኣርባዕተ ፌዝ ሓሊፋ ኢልና ኢና ንሓስብ ንሕና እቲ ና መጀመርያ ፌዝ ወይ ና መጀመርያ ሓሙሽተ ዓመት ሰርቲፊኬት ናይ ምግናይ ናይ ምምዝጋብ ዓላማ ልልምልከቶም ኣካላት ናይ ምፍላጥ So ሙሉእ ዓለም ብዛዕባ ማሕበር ኑታት ኑታት ላፈለጠ ክኸድ ምግባር ብድሕሪኡ ናይ መጀመርያ ኦዲት ሪፖርት ናይ ማሕበር ኑታል ኑታት CRDA ልበሃል ድርጅት ፓስፋይንደር ልበሃሉ ድርጅት ዝሰርሑ ልነበሩ ፖሊሲ እውን ስለለይነበራ ባዕሎም ሰሪሖም ኦዲት ኣግቢሮም ላብ ስራሕ ላኣብ ልተኣተየሉ ኩነታት ነይሩ so ልኡ መልሲ ልምሃብ ሰብ ሓይሊ ሃመይ እም ተመሓዳድር ገንዘብ ሀሜህም ንሰርሕ፣ ክትትልን ደገፍን ሀሜህም ንገብር፣ ንብረት ክንዕድግ ተለና፣ ክንጥቀም ተለና ታይ ዓይነት መስርሕ ሀም ንኸድ እና ኻልኦት ብጣዕሚ ኢምፖርታንት ልበሃሉ ፖሊሲታት ሓንፂፃ ኣብዚ ሀዚ ሰዓት ምስ ሙሉእ ዓለም ምስ ማንኛውም ደጋፊ ልበሃሉ ድርጅታት ሓደ ዓይነት ቋንቋ ተዋገዐሉ መስርሕ ለተኣታተየትሉ ኹነታት ኣሎ። ሶ ፖሊሲታት ኣለና ማለት እዩ። እዞም ኣሕብርኖታ ልኖታት ከምቲ ልፍለጥ ብፈረንጂ ክልተ ሽሕ ሓደይ ብናይና ቴስዓይ ሰለስተይ እያ ተመስሪታ ብዙሕ ግዜ መምህር ትበርህ ኣውዜ ማእኸልና ለንያ ፍረ እና ንብረት ልከታተል ሰለስተ ሰባት ነይሮም ገለ ላተብሃለ ስቶሪ እንዮ ሎም እዚኣቶም ተጀሚሩ ኣብዚ ሀዚ ሰዓት ሓደ ሚእቲ ሓምሳይ ሽዱሽተይ ሰራሕተኛታት ኣለዋ ክጅመር ተሎ ኣብ ኣቶ ኪዳነ ልበሃል ልሓደ ዓመት ብነጻ ሳፖርት ልገበረና ገዛ ኦፊስ ተገይሩ እዛ ትሪኣኣ ለለኽን ኮንቴነር እውን ናይ ሞያ ስልጠና ማእኸል ተገይሩ እዩ ተጀሚሩ ነይሩ ሀዚ እዚ ናይ ባዕሉ እዚ ህንጻ እዚ the same ኣብ ዓድዋ ተመሳሳሊ ኣብ ሓደ ሸኪ ካሬ ሜትር ልተነጸፈ ስራሕ ኦፊስ ለለዋ እና ካብ መኮኒ እስካብ ሽረ ብራንች ኦፊሳት ለለዋ ኮይና እያ ትሰርሕ ለላ ኣብ ናመጀመርያ ፍረ ትነግረና ትክእል እያ ናመጀመርያ ዓመት በጀት እንደይ ነይሩ ኣብ ማሕበር እኖታ ልኖታት ኣብቲ መጀመርያ በጀት ልባሃል እይ ነበሮ ኣብ ክልተ ሽሕይ ኣርባዕተ ሚእቲ ዓሰርተ ሓሙሽተ ሽሕ ኦዲት ተገይሩ ሪፖርት የርእየና ይነግረና ኣብዘሀዚ ሰዓት ኣብ ዕስራ ዕስራ ሓሙሽተ ኦዲት ነግብር ኣለና እይና ላብ ኣርባዕተ ሚእቲ ዓሰርተ ትሽዓተ ሚልየን በጀት ምንቅስቃስ ኽኢላ ኣላ ማለት እዩ። እቲ ኦፍቲ መጀመርያ ፓርትነር ልበሃሉ ዓላማ እዩ ነይርዋ፣ ራኢ እዩ ነይርዋ፣ ላብ ስራሕ ኣያ ኣትያ እምበይ ፓርትነር ልበሃል ኣይነበረይ። ድሕሪ ብዙሕ ጉዕዞ CCRDA ልበሃል፣ ፓስፋይንደር ልበሃል ጀሚሩ ራይት ናው ኣብዚ ሰዓት እዚ ምስዞም እዚኣቶም ሙሉእ ዓለም ልርከቡ ተፈላለዩ ናይ UN ኤጀንሲ፣ ናይ USAID፣ ናይ ኣውሮፓ ማሕበር ለለውዎ ፓርትነርሺፕ ኣለዋ ማለት እዩ። ምስ እዚኣቶም ብሓደ ኮይና ትሰርሕ ኣላ። ሓደ ዓይነት ቋንቋ ምንግጋር ኽኢላ ኣላ ማለት እዩ። ሶ ቫልዩ እና ፕሪንስፕል ኣለዋ። ኦብየስሊ ኩለኽን በቢ ትኽእልኦ ልዚ ላዋጻኽን መጺኽን ኢኽን ሳፖርት ላገበርኽን ናይ ውመን ኢምፓወርመንት ክረጋገጽ ካብ ራእዩ ጀሚሩ ስራሕ ምስራሕ እዩ። ህብረተሰብ መሰረት ልገበረ ኣፕሮች እዩ እኔዎ። ካብ ህብረተሰብ ሓሳባት ይመፅእ፣ ኣብቲ ፀገም ኣትሒዝኻ ምስ ልምልከቶ ናይ መንግስቲ ኣካል ኣተነጋገርኻ ይስራሕ፣ ኮላብሬሽን ኣለና ምስ መንግስቲ፣ ምስ ማሕበረሰብ፣ ምስ ዝተፈላለዩ ኢንተርናሽናል፣ ሎከል ኤጀንሲታት፣ ናይ ጀንደር ኤንድ ራይት ቤዝድ ኣፕሮች ኣለና፣ እሱ ዋኑ ብዋኑ ያው ኣብ ደቂ ኣንስትዮ ኢና ንሰርሕ ንብል፣ ሶ እዚኣቶም ቫልዩ እና ፕሪንስፕላት ሒዝና ንጎዓዝ ማለት እዩ። እቶ ስትራቴጂክ ፕላንና ኣብ ኣርባዕተ ኢና መቂልናዮ። እቲ ናይ መጀመርያ ዓመት ካብ ክልተ ሽሕ ኣርባዕተ እስካብ ክልተ ሽሕ ትሽዓተ ናይ መጀመርያ ስትራቴጂክ ፕላን ዝተሰርሐሉ እዩ። ሶ ኣብኡ ብርክት ልበሉ ስራሕቲ ተሰሪሑ። ካልኣይ ካብ ዓሰርተ ሓደ እስካብ ዓሰርተ ሽዱሽተ ሪቫይዝ ገይርና ሰሪሕና። ሳልሳይ ካብ ዓሰርተ ሸሞንተ እስካብ ዕስራይ ሰለስተ እዩ ልፀንሕ ነይሩ ኣብ ማእኸል እቲ ጦርነት ለጋጠመሉ። ሳልሳይ ራውንድ ኢና ሀዚ ራብዓይ ደረጃ ኢና እኒና ራብዓይ ደረጃ ካብ ዕስራይ ሰለስተይ እስካብ ሰላሳይ ክልተ እዩ ዝፀንሕ ንዓሰርተ ዓመት ስትራቴጂክ ፕላን ኣለና ግን በብርብዒ ዓመቱ ብክልተ ዓመት ፈረቃይ ማለት እዩ ሪቫይዝ ላተገበረ ስትራቴጂክ ፕላን ኣለና ኣውዚ ሓደሽቲ ለይንፈልጦም ቅድሚ ሀዚ ማሕበር ኖታልኖታት ኤክሰርሳይስ ለይገበረቶም ቱ ፀገም ሒዙልና ልመፀ ነገር ኢንክሉድ ገይሩ ልተኸደ ስትራቴጂክ ፕላን እዩ ነይሩና ማለት እዩ። እቶ ስትራቴጂክ ፕላንና ትሽዓተ ዓበይቲ ስትራቴጂክ ኦብጀክቲቫት እዮም ለለውዎ። እዚኣቶም እንደገና ምስ ናይ ሰስተነብል ደቨሎፕመንት ጎል እውን ኣላይን ገይሮም ክኸዱ ዝተሞከረሉ እዩ። እቲ ናይ መጀመርያ በተለይ ብደቂ ኣንስትዮ ልምራሕ ስድራ ብጠንካራ ኮይኑ መነባብርኡ ከቕይር ብልኽእል መልክዑ ኣብ ናይ ኢንካም ጀነሬሽን ስራሕቲ ኣትዩ ሰስተነብል ልኾነ ፕሮግራም ክህልዮ እቲ ገዛ ምግባር እዩ። እቲ ካልኣይ ኦብጀክቲቭና ኣብቲ ወዓንቶ ልበልናዩ እቲ ናይ ኒውትሪሽን እዩ። ከምቲ ንፈልጦ እታ ናይ መጀመርያ ሓደ ሽሕ መዓልቲ ኢንቨስት ድሕሪ ገይርና ኣብ ህብረተሰብ፣ ብስነ ኣእምርኡ ጽቡቕ ልኾነ ብጥዕንኡ ብተደጋጋሚ ናብ ሆስፒታል ለይኸድ ለይትኸድ ህጻን ኣብ ምፍጣር ዓውዪ ተራ ስለለዎ በተለይ ካብ ሽዱሽተ ወርሒ እስካብ ሓምሳይ ትሽዓተይ ወርሒ ኣብ ለሎ ግዜ ለለዉ ህጻናት እና ጥኑሳት እና መጥበብቲ ኣዴታት ኣብኡ ዙርያ እንሰርሖ ፕሮግራም እዩ። እቲ ሳልሳይ ስትራቴጂክ ኦብጀክቲቭና እቲ ናይ ኢሴንሻል ናይ ሄልዝ ሰርቪስ እዩ። ኣውዚ ኳሊቲ ለለዎ ሰርቪስ ጥዕና ትካላት ክህባ እንገብሮ ደገፍን ሓገዝን እዩ። ኻሊእ ተመሓላለፍቲ ሕማማት ኣብ ምክልኻል እና ለኣቶም እንደገና ኣብ ምሕካም ለሎ ስትራቴጂክ ኦብጀክቲቭ እዩ ለለና። ኢንክሉሲቭ እና ኢኩተብል ልኾነ ናይ ኢዱኬሽን ፕሮሞሽን ክህሌ ምግባር ኣብ ትሓመበል ሓምሻይ ስትራቴጂክ ኦብጀክቲቭ ሒዝና ኢና ንጎዓዝ ኣለና። መበል ሻድሻይ እተን ናይ ደቂ ኣንስትዮ መሰል ኣብ ምርግጋፅ ዓብዪ ለውጢ ክህሊ ምእንታን መጀመርያ ካብ ምሕዋይ ቐፂሉ ላብ እግሪ ምትካል ኣትየን ንጎዓዛሉ መበል ሻድሻይ ለሎ ስትራቴጂክ ኦብጀክቲቭና እዩ። መበል ሻብዓይ ስትራቴጂክ ኦብጀክቲቭና ማምስ ፎር ማምስ ባዕላ፣ ጠንካራ ክትኾን ዓቅሚ ክህልያ ምክንያቱ ኣምዙ ትማሊ ናይ ትራምፕ መንግስቲ ላብ ስልጣን ብልመፀ ምፅ ኢሉ ጃንዋሪ ዕስራ ኣርባዕተ ስቶፕ ወርክ ኦርደር ጠጠው ኣቢሉ ጃንዋሪ ዕስራ ሸውዓተ ኩለን ፕሮጀክትታት ጠጠው ኣቢሉ the whole ኢትዮጵያ the whole ትግራይ ኣዘብ ትግራይ ተወሲድና ቬሪ ሲምፕል ማምሱሩ ማምሶ ዝኒያ ሜርሲ ኮርፕ ዝበሃል ድርጅት ኣብ ዝኒየና ኤፍኤችኣይ 360 ብዚኣ ነይሮም ሴቭ ዘ ችልድረን ኣብ ጎንና እኒው ብጣዕሚ ብዙሕ ሪሶርስታት ብሓንቲ ጸሓይ መጽዩ ጠጠው ኣቢሉና ማለት እዩ so እሱ ከይ ከይ ከየጋጥመና ምእንታን ዓርስና ክንኽእል እውን እቱ ዓውዪ ስትራቴጂክ ኦብጀክቲቭና እዩ ብፋይናንስ ማለት እዩ so እዞም ስትራቴጂክ ኦብጀክቲቭ እዚኣቶም ምስቶም ዓሰርተ ሸውዓተ ሰስተነብል ዴቨሎፕመንት ጎል ኣላይን ገይሮም እዮም ዝኸዱ ለምሳሌ ኣብቲ ናይ መጀመርያ ስትራቴጂክ ኦብጀክቲቭና ምስ ሰስተነብል ጎል ዴቨሎፕመንት ሓደ ክልተ ኣርባዕተ ዓሰርተ ሓደ ዓሰርተ ሰለስተ እና ዓሰርተ ሓሙሽተ ይጋነዩ ንኡ ሳፖርት ይገብሩ ማለት እዩ ሶ ምስራሕ ሓደ ነገር እዩ ኣብ ህብረተሰብ ለውጢ ምምፃእ ሓደ ነገር እዩ ዘሴም ከም ዓዲ ኣብ ልህሊ ለውጢ እውን ኮንትሪቢሽን ኣለና ማለት እዩ እዚ ክንገብር ተለና ምስ ዓለም እንጋነየሉ ፕላትፎርም ኣለና ዌብሳይት እዚ ዌብሳይት እዚ ኣም ትሪኦ ዘለኽን www ማምስ ፎር ማምስ ዶት ኦርግ ዶት ኢቲ እዩ So ማንኛውም ሰብ ኣብ ስልኩ ኣብ ኮምፒተሩ ኮኔክሽን ተሃልይዎ እዚኣ ተኣትዩ ናይ ማምስ ፎር ማምስ ታሪክ ናይ ማምስ ፎር ማምስ ስራሕ ምግናይ ንክእል ኢና ማለት እዩ ኣለ ኣለዉ ማለት ሶ ምስ ዓለም ብደንብ ገይሩ የረዳድአና እቲ ስትራቴጂክ ፕላንና ደቨሎፕ ክንገብር ተለና በጀትና ብዚ መልክዑ ላዓበና ክንኸድ ኢና ኢልና ኢና ሓሲብና So እዚኣቶም ኣቺቭ ጌርናዮም ኢና ሀዚ ለለናዮ ዕስራ ዕስራይ ሓሙሽተ ኦዲት ነግብር ኣለና ዕስራ ዕስራይ ዕስራይ ሽዱሽተ ፕላን ክነፅድቅ ሓደ ሓደ ሚልየን ዶላር በጀት ክልየና ኢና ፕላን ጌርና ኣብ ዕስራይ ሓሙሽተ ትሽዓተ ሚእቲ ንኣሜሪካ ቅርሺ ክህሊ ኢና ተሊምና ተላዒልና ነገር ግን ላብ ክልተ ነጥቢ ምናምን ሚልዮን በፂሕና ኣለና so ካብቲ ትልምና ብላሓሸ እና ብልተዓፃፀፈ መልክዑ ኣቺቭ ምግባር ኪኢልና ኣለና ማለት እዩ so እዚኣቶም ክንገብር ተለና እንግዲህ ትካላት ኣለዋ መንግስቲ መዝጊብወን ሰርቲፍኬት ሂብወን ልሰርሓ ለምሳሌ ንሕና ጽላል ማሕበር ኣለና ኣክሶት ልበሃል ኣብቲ ኣክሶት ልበሃል ናብ ከባቢ ሓደ ሚእቲ ዕስራ ኣርባዕተ ኣባላት ኣለወን ተባሂለን ይሕሰባ so ኩለን ማንኛውም ዶነር ኢሉ ገንዘብ ልሃበን ክሰርሓ ኣይኽእለን ምክንያቱም ኤሊጂቢሊቲ ክራይቴሪያ ልበሃል ኣሎ ዲዩ ደልጀንስ ልበሃል ኣሎ so እሱ መልሲ ንምግናይ ማሕበርኖት ኣለኖታት ማንኛውም ካብ ኣውሮፓ ልመጽእ ቅርሺ ኣብ ኣውሮፓ ልወጽእ ኮል ፎር ፕሮፖዛል ክትወዳደር ኤሊጅብል ክትኮን ፓዶር ልበሃል ሲስተም ኣሎ ኣብኡ ሬጅስተር ገር እዚ ሬጅስተር ገርካ ኣይዲ ክወሃበካ ተሎ ሱቅ ኢሉ ከ ኣይኮነ ኢሉ ይወሃበካ ኦዲት ትግበር ኢካ ትምርመር ኢካ ትጽናዕ ኢካ ብዙሕ ሰነዳት ትሕተት ኢካ ቦርድ የነጋግሩ ሰነዳትና ሪቪው ይገብሩ ደሓር እወ ገንዘብ ተሂበዮም ብስነስርዓት ክሰርሑ ይክእሉ እዮም ኢሊጅብል እዮም ኢሎም ክኣምኑ ተለው ሶ ፓዶር ሬጅስተር ኢና ሃም ማሕበር ኖታል ኖታል ካሊእ ዩኤን ፖርታል እዩ ዩኤን ሃምቲ ልፍለጥ ምስ መንግስቲ እዩ ልሰርሕ መብዛሕትኡ ግዜ ምስ መንግስቲ እዩ ዝሰርሕ ምስ ማሕበራዊ ጉዳይ ምስ ቢሮ ደቂ ኣንስትዮ ምስ ጥዕና ምስ ገለ ኣብ ተህዝ ለለናዮ ኩነታት ምስ ሲቪል ሶሳይቲ እውን ይሰርሕ ተመሳሳሊ ንሲቪል ሶሳይቲ ዊንግ እውን ኣለዎ ሶ እዚ ክገብር ተሎ ግን ዩኤን ፖርታል ሬጅስተር ክትኮን ኣለካ So ኣንሕና ኣብ UN ፖርታል ሬጅስተር ኢና ለምሳሌ UN ፖርታል እትው ኢልና መን እያ ማምስ ፎር ማምስ ሰርቲፊኬት እኔዋ ዶ ኦዲት ተግብር ድያ ኦል ሰነድ ኣብኦ ኣሎ ናይና so ማንኛውም ናይ UN ኤጀንሲ ብዛዕባና ልምፍላጥ ስለኣና ምግናይ እዮ ድሌ እቲ ሲስተም ምርኣይ ለልዮ ብድሕሪኡ ok ኮል ክወጽእ ተሎ ኣብቲ ሲስተም እዩ ለርኤና So ማንኛውም ሰብ ሰምስቱ ክኸፍቶ ይኽእል እዩ ሬጅስተር ኮይኑ ፍቃድ ልተዋሃቦ ጥራይ እዩ so ማምስ ፎር ማምስ ፍቃድ ኣለዋ ብኡ ኣቲና so ምስ ዩኒሴፍ ንሰርሕ ምስ WFP ንሰርሕ ምስ UNFPA ንሰርሕ ምስ UN Women ንሰርሕ ስለዚ ምስ ብዙሓት ናይ UN ኤጀንሲ ንሰርሕ ካልእ UEI እዩ Unit Entity ID ማለት እዩ እዚ ናይ USAID በጀት ክወሃበካ ተኾይኑ እዚ ሰርቲፊኬት እዚ ክህልየካ እኔዎ እዚ ሰርቲፊኬት እዚ ቀሊል ሰርቲፊኬት ኣይኮነን ሓደ ሓደ ግዜ ብጣዕሚ ኢኻ ትድንግጽ ለይምርምርዎ ነገር የለ ናይ ማይ ልኸፈልናሉ ቢል መብራህቲ ልኸፈልናሉ ቢል ልቴሬሪስት ገንዘብ ህም ለይንህብ እስካብ ናሳ ከይዱ እዩ ልጻረ እሱ ተጻርዩ ብልተወደኣ እዩ ፍቃድ ልዋሃበካ ሶ ማንኛውም ንኣሜሪካ ገንዘብ ክትቅበል ትኽእል ኢኻ so ማንኛውም so ኢሉ NGO ስለልተባህለ ገለ ክቕበለይ ይኽእል እዪ so ላብኡ eligible ኾይንና ኣለና ኻሊእ one JMS እዪ one JMS እውን እቲ ናይ ኢትዮጵያን humanitarian fund እንብሎ ንምግናይ one JMS register ክኾን ኣለዎ ኣብዚ system እዚ ድሕር ለየለ ከግኒ ይኽእል እዪ በጀት ማለት እዪ so እዚ

ኮይና ኣላ ማለት ዩ ዊዝ ዘ ሳፖርት ኦፍ ዘ ገቨርመንት ማለት ዩ ናይ ትግራይ መንግስቲ ኩለን ሴክተራት ቢሮ ጉዳይ ደቂ ኣንስትዮ፣ ቢሮ ጥዕና፣ ሕርሻ፣ ማይ፣ መንገዲ ገለ እንብሎም ኩሎም ብልህውና ሪኮመንዴሽን እውን ላተ ላተሞርከሰ ልኸድ ማለት እዩ ሶ ኣምቲ ዓንተወሎ ልኽቦ ማሕበርኖታ ልኖታት ኣምቲ ልፍለጥ እታ ናመጀመርያ ሎጎ ምስ ጓል ኣለላ ሰላም እያ። ኣብ ልሓለፈ ዞ ሎጎና ላውዚ ኣፕዴት ጌርናዮ ኣለና ልምንታይ ማለት እቲ ብጣዕሚ እዩ ደስ ልብል ቆልዓ ልሓቆፈት ሪል ሰላም ትብሃል ጓላ ውን ምስና ማሕበር ኖታልኖታት ዕድመ ዕስራ ሓሙሽተ ዓመት ትገብር እላ ማለት እዩ እዚ ልሃለየ ልምንታይ እዚ ሎጎ እዚ ተቀይሩ ልብሃል ነገር ክልዓል ይክእል እዩ ነገር ግን ያው ዓለም ተመሳሳሊ ቋንቋ ክነዋግዕ ስለለና ብራንዲንግ ልብሃል ናባዕሉ ልኮነ ሳይንስ ስለለለዎ እቲ ሳይንስ እሱ ተኸቲልና እቲ ብልገልፅ መልክዑ ማምስ ፎር ማምስ ሎግኣል ኣውዚ ኣፕዴት ገይርናዮ ከምቲ ዓንተ ወልወልኽዎ መናእሰይ ደቂ ኣንስትዮ ዓርሰን ኽኢለን ደቀን ከዕብያ ልብል ልነበረ ራኢ ማዕርነት ፆታ ምርግጋፅ ኣብ ትግራይ ልብል ራኢ ኣፕዴት ገይርና ንሰርሕ ኣለና ማለት እዩ። so እዚ ክንገብር ተለና

ርብዒ ክፍለ ዘመን ምስረታ ማሕበርኖታት መዓልትኖ ልምክባር እንደገና ኣብ ምድላው ንግና ማለት እዩ። ሶ ዝና ሎማዓንቲ ዋና መተኣኻኸቢና ሓደ መበል ዕስራ ሓሙሽተ ዓመታ ልምክባር ካልኣይ መዓልትኖ እውን ልምክባር ክኾን እንተሎ ግን ኣብዚ ዕስራ ሓሙሽተ ዓመት እዛ እታ ማሕበር መጀመርያ ሓሲባቶ እተልዓለት መንገዲ ተጓ ሒዛ ድያ ትጓዓዝላ ወይስ ካብ መስመራ ወጺኣ ድያ ላብ ካሊእ ትኸድ እላ ወይስ እሱ ኣጠናኺራ ኣብ ጽቡቕ ድያ እኒኣ ልብል ካባኻትን ሓሳብ ልምስማዕ እዩ ማለት እዩ so እዚ ክትገብር ተላ ኣብዚ ሕዚ ሰዓት ብጣዕሚ ብርክት ልበሉ ፕሮጀክትታት ኣለዋ ምስ ዝተፈላለዩ ዶነራት ኮይና እንሰርሖ ፕሮጀክት ማለት እዩ ሓደ ብዓለም ደረጃ ሳን ሙቭመንት ልበሃል ኣሎ ዝና ኒውትሪሽን ሞቭመንት ኣሎ ሶ ኢትዮጵያ ፈራሚት እያ ሶ ኣብኡ ኣቢላ ኢትዮጵያን ሲቪል ሶሳይቲ ኮሊዥን ስኬል ኣፕ ፎር ኒውትሪሽን ልበሃል ፕላትፎርም ኣብ ኢትዮጵያ ብሴቭ ዘ ችልድረን ይምራሕ ናብ ትግራይ ክንመፅእ ተለና ብማምስ ፎር ማምስ ይምራሕ ማለት እዩ ምስን ሲስተር ስዑዲ ብሓደ ኮይንና ብዙሕ ስራሕቲ ኢላ ሰራሕና ስቲል ሀዚ እውን ንሰርሕ ኣለና ኣብኡ ዓብዪ ስራሕ ንሰርሕ እዚ ብዋናነት እንታይ እዩ ናይ መንግስቲ ስትራቴጂ ፖሊሲ ኣብ ኒውትሪሽን ለሎ ምድጋፍ እዩ። ሶ ኣብ ክልልና ካውንስል ኣጣይሽና ኣለና። ልዕሊ ኣብተን ምምሕዳር ትግራይ ለለዋ ወረዳታት ትግራይ እውን እተን ግሩፕ ክጣየሻ ገይርና ኣለና ማለት እዩ። ካሊእ ኣብ ፕሮቴክሽን እንሰርሖ ምስ CST ልበሃል ዓውዪ ኣጋርና እዩ ላበለ ላበለ ላብ ኸባቢ ዒስራይ ሰለስተይ ፕሮጀክት ኣብዚ ዓመት እዚ ልሓለፈ ዓመት ሰሪሕና ኣለና ሎሚ ዓመት እውን the only እዘን ኽልተ ፕሮጀክት እዚኣተን ብዙ ናይ ትራምፕ ልበልናዮ ኣዋጅ ጠጠው ልበላ ፕሮጀክት ኣለዋና ማለት እዩ። እዚ ክንገብር ተለና ስትራክቸር ኣለዎ ማሕበርኖት ኣልኖታት ካብ ቐደም ጀሚሩ ናይ ቐደም ቦርድ ኣባላት እውን ኣብዚ እነየኸን ኣክቲቭ ቦርድ ኣባላት እውን እነየኸን ሶ ቦርድ ኣለዎ ዳይሬክተር ኣለዎ መማኽርትታት ኣለዎ እዚ ስትራክቸር እዚ ሒዙ በብዓመቱ ልመንግስቲ ንልምልከቶ ኣካል ፋይናንሻል እና ፕሮግራማቲክ ዶክመንት ሳሚት ይገብር ብዙ ሰርትፊኬት እዚ ሬጅስተር ገይሩ ትሰርሕ ለላ እያ ሌተስት ኦዲት ሪፖርትና ናይ 2024 እዩ ናይ 2025 እዚ ኦዲተር ጨረታ ኦረዲ ተፈሊጡ ፃውዒት ገይርናሉ ኦዲት ምግባር ጀሚሩ ኣሎ ኣብ ቀረባ ግዜ ኦዲት ውፅኢትና እውን ክነርእየኩም ክነስመዐክን ኢና ማለት እዩ እዚ ክንገብር ተለና ዘን ዓንቶሎ ናየን ዕስራ ምናምን ፕሮጀክታት ክመፃ ተለዋ ስኢልና ናብ ስራሕ ኣይንኣቲ እንታይ ኢና ንገብር መጀመርያ ፋይናንስ ቢሮ ናይ ምትሕብባር ሮል ኣለዎ። ኣብ ደቂ ኣንስትዮ ዝስራሕ ቢሮ ጉዳይ ደቂ ኣንስትዮ፣ ኣብ ጥዕና ዝስራሕ ጥዕና፣ ኣብ ሕርሻ ዝስራሕ ግብርና፣ ኣብ ማይ ዝስራሕ ማይ ሃፍቲ መሳሰሉ እቲ ፕሮጀክትና ሂብና ገምጊሞም ናይ ሓባር ስምምዕነት ንፈራረም ማለት እዩ። ሚሞረንደም ኦፍ ኣንደርስታንዲንግ ናይ ኩለን ፕሮጀክት ኣባና እውን ኣለና። ኪሮሰይ ሕዚ ተመሊሳ ቢሮኣ ተደልያስ ኩለን ፕሮጀክት ኣግሪመንት ኮፒ ኣብ ቢሮ ኣልኔዋ ማለት እዩ ሶዚ ማለት ታይ እዩ ስራሕና ምስ መንግስቲ ኣላይን ጌርና ንሰርሕ ማለት እዩ ብልሰራሕና ብድሕሪኡ ታይ ኢና ንገብር ሪፖርት ሳብሚት ንገብር ብሓባር እንደገና ሱፐርቫይዝ ንገብሮ በብግዜኡ ፀዊዕና መጀመርያ ኣውዚ ናይ ሎሚ ዓመት ትልምና እዚኤን ኔረን እዚ ሰሪሕና ኣለና ኣፈፃፅማና እዚ ይመስል ንብለን ብልበልና ታይ ይገብሩ ባዕሎም ይመርፁ ማለት እዩ ኦኬ ሳይት ወጺና እዚኤን እዚኤን ጎብኒና ክንመጽእ ይብሉ ትልምን ፋይናንስን ቢሮ ጉዳይ ደቂ ኣንስትዮ ጥዕና ገለ ለለዉ ወጺኦም ጆይንትሊ ሱፐርቫይዝ ገይሮም ይመጹ ጥንካሬና ብጥንካሬ ድኽመትና እንደገና ብድኽመትና ካብኡ ሪኮመንዴሽን ኣቐሚጦም ሰነድ ሪፖርት ይቡና ማለት እዩ ሶ እዚ ጆይንትሊ ሳፖርቲቭ ሱፐርቪዥን ኣካይድና ሪፖርት እውን ተዋህበና እዩ እዞም ቢሮታት እዚኣቶም ፊልድ ወፂኦም ስራሕትና ልረኣዩ ኦፊሻል እዩና ማለት እዩ። እዚ ድሕሪ ምባል እቲ ኣዋጅ ለኣና ከምትፈልጦ ቅድም ክብል ናይ ሽሕን ትሽዓተ ሚእትን ሓምሳን ክልተን ኣዋጅ ኢና ንኽተል ነርና ኣብ ፍትሒ ቢሮ ኢና ንምዝገብ ነርና ደሓረ ኣብ ክልተ ሽሒ ሓደ ናይ ኢትዮጵያ መንግስቲ ኣዋጅ ቁፅሪ ሽዱሽተ ዒስራ ሓደ ኣምፅኡ ዳግም ምዝገባ ኢሉ ጸዊዕና ዳግም ተመዝጊብና ዘሴም ሀዚ ድሕሪ ኣብይ እንደገና ናብ ስልጣን ምምፃእ ቱ ሽዱሽተ ዕስራ ሓደ ዓሰርተ ሓደ ዓሰርተ ሰለስተ ብልበሃል ሪቫይዝ ተገይሩ እዚ እንታይ ይፈቅድ እዩ ከማና ልበላ ትካላት ከምቲ ዓንቶ ትራምፕ መፅኡ ጠጠው ለበለና ጠጠው ለብል ነገር ከጋጥመን እንተለዋ ዓፅየን ከይኸዳ ምእንታን ዘላቂ ዝኾነ ሃፍቲ ክህልየን እቶት ክህልየን እና ተዓላመእን ከራምዳ ምእንታን ናይ እግሪ ምትካል ዕድል ፈቂዱለን ኣሎ። ሶ ብኡ መሰረት ማሕበርኖታል እኖታት ኣብ ሰላም ትራንስፖርት ሼር ካምፓኒ ሼር ሆልደር እያ። ብጣዕሚ ንሕጎሰሉ እዩ። ኣብታ ከምታ ትፈልጣ ብቀዳማይ እቲ ሎንግ ስቶሪ ከምለለ ኮይኑ ብቀዳማይ ዝነበረት ናይ ሓደ ሰሙን ናይ ኣውሮፕላን ጠጠው ምባል ነይራ ፍላይት ኣይነበረ ሰላም ትራንስፖርት ንህብረተሰባ ምንም ዓይነት ኮስት ከይወሰኸት ኣገልግሎት ላሃበት መፅያ so ፓርት ኦፍ እሱ ኮይና ንሰርሕ ሓደ እቶት ነግኒ ካልኣይ ልህብረተሰብና እውን ኣገልግሎት ንህብ ማለት እዩ ካሊእ ወጋገን ባንክ እዩ ወጋገን ባንክ ሼር ሆልደር እያ so በብዓመቱ ዲቪደንድ ተግኒ ላዓበየ ትኸድላ እንታይ ማለት እዩ ኣብ ዝኾነ ሰዓት እዞም ዓንተ ወልወልናዮ ዶነራ ተብለ ይህልዩ ግዜ ካብኡ ልግነ ዲቪደንድ እቲ ስራሕ ክቕፅል ሰስቴን ገይሩ ክኸድ ይገብራ ኣንበሳ ኢንተርናሽናል ባንክ እውን the same shareholder እያ። ካሊእ ባግና plc ልባል ብታዓንቷም ታዓንቶሎ እኮ እዞም ኣዋጅ ታይ ይፈቅዱ እዮም ኣብ እግሪ ምትካል ክንሰርሕ ስለ ልፈቅዱ ሞያ ስልጠና ማእኸል እታ ባህግና እንብላ ናይ ኒውትሪሽን ሕሩጭ ጥዕና ትካል ካልኦት ካልኦት እውን ገይርና ኣብ እቶት ክንሰርሕ ምእንታን ፍቃድ ኣውፂና ንሰርሕ ኣለና ብቱና ትራምፕ ምክንያት ክሊኒክና ለህብረተሰብ ብዙሕ ኣገልግሎት ለህነበረ ለሰራሕተኛታት ደሞዝ ስለልቸገርና ጠጠው ኣቢልና ኣለና ነገር ግን ተህንፃ ኣሎ ትንብረት ኣሎ ኦነስትሊ ኣብ ቐረባ ግዜ ኣብ ዘ ካሚንግ ክልተ ወርሒ ሰለስተ ወርሒ መሊስና ዓርሱ ብልኽእል መልክዑ ክንኸፍቶ ኢና ኮንሰልታንት እውን ንቆፅር ኣለና ሀዚ ሪቪው ገይሩ ዝናይ ንግዲ ኣሰራርሓ በብግዜኡ ሓደሽቲ ኣዋጃት የውፅእ ኣሎ መንግስቲ so ምስኡ ተታሒዙ ሪቫይዝ ጌርና ናብ እግሪ ምትካልና ጠንካራ ኮይንና ክንኣቲ ንኸእል ኣለና። ኣደዳይ ማይክሮ ፋይናንስ ናይ ማሕበር ደቂ ኣንስትዮ እዩ። ሙሉእ ብሙሉእ ኣብ ማሕበር ደቂ ኣንስትዮ እየ ነይረ። ሀዚ ብዙ ሓድሽ ናይ መንግስቲ ለሎ ዳይሬክሽን ሼር ልምሻጥ ክግደድ ኣለዋ። ብናሽናል ባንክ እዩ እቲ ሼር ልሽወጥ። ሀዚ ግን ልሽዱሽተ ወርሒ ዕድል ሂወን ኣለዎ ልኣደዳይ። ኣብታ ሽዱሽተ ወርሒ ድምፂ ደቂ ኣንስትዮ ትግራይ ከይምንጠል ምእንታን ምክንያቱ ሼር ተይልካ ኣደዳ እኒያ ሱኡ ኢሉ ሓደ ሃፍታም መፅኡ ናያ ክልተ ዕፅፊ ገንዘብ እእቲ ኣቢሉ ድምፂ ይወስደካ ማለት እዩ ሶ እሱ ከይህሊ ምእንታን ምስ ማሕበር ደቂ ኣንስትዮ ምንግጋራት ጌርና ኣለና መፅናዕቲ የካይዳ ኣለዋ ሶ ንሕና እውን ምክንያቱ ናይ ደቂ ኣንስትዮ ጥቕሚ ምኽባር ስለልኾነ ዓላማና ኣብኡ ኣባል ኮይና ሼር ሆልደራት ኮይና ክንኣቲ ዲስከሽን ኣካይድና ኣለና ፎር ሹር ኣብ ቀረባ ግዜ ሽያጭ ክጅምራ ተለዋ ክንኣቲ ኢልና ኢና ተስፋ ንገብር ሶ ኩለን ኣውዚ ኪን ክንኾነልና ኮንሰርን ክህሌና ክኽእል ኣለዎ እቲ ድምጺ ኣብተን ደቂ ኣንስትዮ ክውዕ ምክንያቱ ካብቲ ዓላማ ከይወጽእ ላብ ንግዲ ጥራይ ድሕር ኸይዱ ሃፋትም ጥራይ ድሕር ኣትዮሞ ታወ ትርፊ ምግናይ እዩ እቲ ዋና ዓላምኦም ልኾን እምበይ ናይ ደቂ ኣንስትዮ ትግራይ ጸገም ምፍታሕ ልብል ነገር ታማሕበር ሒዛቶ ተላዒላ ላሰርሐቶ ልመጸት ነገር ናይ ማሕበር ደቂ ኣንስትዮ ዓላማ ክምንጠል ይኽእል እዩ። እሱ ከይኾን ምእንታን እዩ እቲ ፃዕሪ። ኣብኡ ኣባል ኾይንና ክንሰርሕ ምድላዋት ንገብር ኣለና። ብጣዕሚ የቐንየለይ።
እዚ ነይሩ ማምስ እያ ንዕና ከም ዝበላ ክብል ንእሽተይ ስለ ዝኸብደኒ ሕዚ እቲ ሕብሽቲ እውን ተቖሪሱ ኣሎ እቲ ቡናና ሰተና ኣብዚ ለለኽን ኻልኦት ዕድል ክንበክን እሞ ትትብልኦ ነገር ክትብላ ደጊመ ግን እኳዕ ንመበል ዕስራን ሓሙሽተን ዓመት ኣብፀሐክን ክብል ይፈቱ።
መምህር ተበርህ ፍሉይ ተፈጥሮ እዩ ዘለዋ ግን ኣነ ንመን የደንቕ ከኣ ንነኣ ሓደ ሰብ ጽቡቕ ኣተዓባብያ፣ ጽቡቕ እኖ ዘዕበየቶ፣ ርህርህቲ እኖ ዘዕበየቶ ሰብ ርህሩህ እዩ ዝኾን። እኖ ናይ እኖ ጉድኣት ዘስተውዕል እዩ። ኣሸናፊ ከኣ ቀጺሉ ኣነ እኖኡ እየ ጠይቐ። እኖኡስ ከመይ ነይራ ኢለ እየ። እኖኡ እውን ብጣዕሚ ርህርህቲ፣ ጠንካራ እያ ነይራ። ስለዚ ናይ እነታ ተሞሪሶም መምህር ተበርህን ኣሸናፍን ናይ እኖኦም ከጸውዑ ክኢሎም። ታይ ይብሉ ወለድና ዝወለድካዮ ውሉድ ከማኻ እንተኾይኑ ተተኪኡ ካባኻ ዝሓሸ እንተኾን ካባኻ ዝሓሸ እንተወሊድካ ከሲርካ ካባኻ ዝሓመቐ እንተወሊድካ ከሲርካ ይብሉ ወለድና ስለዚ እምነታቶም ከሲበን እየን። ኣቅዲመ እንኳዕ ንመበል ዕስራን ሓሙሽተን ዓመት ምስረታ ማምስ ፎር ማምስ ኣብፀሐኩም። ክብል ይፈቱ ኣብፀሐና ብምቅፃል እውን ኣሹ ፅቡቅ ዝኮነ ፕረዘንተሽን ሳይንቲፊክ ብዝኮነ መንገዲ ኣቅሪቡ እዩ ከምስግን ይፈቱ እየ ተኣያማምስ ካብታ መጀመርያ ጀሚሩ እስካዕ እታ ሕዚ ዘላ ብደንቢ ፅቡቅ ዝኮነ ስእሊ ሂቡና እዩ እዙይ እውን ከብል ይፈቱ ኣነ እንታይ እየ ክገልፅ ቅድሚ ሕጋዊ ማሕበር ሕጋዊ መሰረት ወይም ሕጋዊ ሰውነት ረኺባ ማምስ ፎር ማምስ ዝኹለይ ኦፊሻል ዝኾነ ስራሕቲ ቅድሚ ምስርሑ ዝነበረ እየ ክገልፅ እና ኣጋጣሚ ዕድል እውን ረኺበ ደስ ኢሉኒ ቅድሚ 25 ዓመት ቅድሚኡ ዝነበረ ዝነበረ ሓደ ሓደ ነገር ክገልጽ ዕድል ብምርካበይ ሕጉስቲ እየ። ሽዑ ክጅመር ተሎ ወይዘሮ ተበርህ ካብ ኢንግላንድ መጺኣ ዜራ ዜራ ትርኢ ነይራ መቐለ ከምቲ ኣሹ ዝበላ ብርክት ዝበለ ደቂ ኣንስትዮ ቆልዓ ሒዘን እናለመና ገሊአን እውን ገሊአን እውን ተጸጊመን ካብ ገጸን ትርኢ እሞ ኣብ ደቂ ኣንስትዮ እንታይ ክስረሐለን ዝብል ኣይዲያ እያ ሒዛ መጺኣ። so ከምታ ትግለጽ ዝነበረት ዝኾነ መበገሲ ንዓብይ ነገር idea እዩ ሓሳብ እዩ ገንዘብ ኣይኮነ ካልእ ኣይኮነ ካልእ ኣይኮነ ሓሳብ እዩ ንቐደም so እዚ ሓሳብ እዚ ሒዛ ምስ መጸት ዘነብዚኣ ዝኒኤዋ ደቂ ኣንስትዮ ሕዚ እንታይ እያ ኢላ ጽሒፋ to minimize hidden poverty of mothers እያ ኢላ ነይራ ሽዓ ሕቡእ ድኽነት ኣብ ደቂ ኣንስትዮ ኢላ እያ ጀሚራቶ ሕዚ ክትጅምር ተላ ዝኮነ ኣይድያ እንዲካ ጆት ዳውን ትገብር ዳሕራይ ናማዕበልካዮ ን ኦብጀክቲቭካ ከም ዝጥዕመልካ ከመይ ጌርካ ኢካ ኣስፊሕካ ትሰርሕ ናበልካ ኢካ ትመጽእ እና ቱ ሚኒማይዝ ሂድን ፖቨሪቲ ኣሞንግ ማዘርስ ሕቡእ ድክነት ኣብ ደቂ ኣንስትዮ ኣሎ እዚ ሕቡእ ድክነት እዚ ኣብ ደቂ ኣንስትዮ ዘሎስ ከመይ ጌርካ ክቅረፍ ይከኣል ኢላ እያ ተላዒላ ከም ኣይድያ ማለት እዩ ሕቡእ ድክነት ኢኮኖሚ ኣይኮነን ድኽነት ማለት ጥራሕ ናይ ኢኮኖሚ ኣይኮነን ኣብተን ደቂ ኣንስትዮ ትሪኦ ዝነበረት ማለት እዩ ካብ ማሕበረሰብ ተገለላ እውን ነይረን ነብሰን ሸይጠን ዝሓድራ ደቂ ኣንስትዮ ዝበሃል ኣብቲ ሽዑ እዋን ኢኮኖሚካሊ ሶሻሊ ኢዲኬሽናል ሄልዝ እዚኦም ብምልኦም እተን ደቂ ኣንስትዮ ብዚ ዝሕዚ ዝገለፅክዎም ኣስፔክትታት ካብ ኩሉ ካብቲ ሶሳይቲ ዝወረዳ እየን እሞ እዚ ከመይ ጌርና ሓፍ ነብሎ? መጀመርያ እቲ ትካል እዚ ናብዚ ደረጃ እዚ ክበፅሕ ዝገበሩ ካብ መስረቲ ጀሚሩ ሐዚ ዘለዉ ሰራሕተኛታት ይኹን ኣመራርሓ ኩሎም ከመስግኖም ይፈቱ ምክንያቱ ብዙሕ ሓሳብ ዘመንጨ ኣካል ኣሎ ንዑዑ ስዒቡ ናብ ተግባር ምእታው ዓብይ ፈተና ዝኾነና ብፍላይ ከም ተጋሩ እውን እሱ ስለ ዝኾነ ነቲ ሓሳብ ናብ ተግባር ክሰግር ንዝገበሩ ኩሎም ልዑል ምስጋና እኒኤኒ። ኣጋጣሚ ኮይኑ ሲስተር ቅድሚ ዕስራ ሓሙሽተ ዓመት ዝነበረ ኩነታት ትገልፅ ነይራ። ኣጋጣሚ ኮይኑ ኣነ ከዓ ቅድሚ ዓሰርተ ሓሙሽተ ዓመት ዝነበረ ኩነታት ክገልፅ ኣጋጣሚ ከም ማሕበር እኖታት ልኖታት ዓሰርተ ሓሙሽተ ዓመት ገይረ ኣለኹ ካብ ዝፈልጣ ኣብ ደቂ ኣንስትዮ ትሰርሕ ተለና ክልተ ሽሕን ሰለስተን ዓመተ ምህረት መምህር ተሪ ብዛዕባ ኣብ ደቂ ኣንስትዮ ዙርያ ኣብ ከተማ መቐለ ምስራሕ ንደሊ ኢና ሶ ብሓባር ክንሰርሕ ኣለና ምልዓል ክንገብር ኣለና ተግባራዊ ዝኾንለሉ መንገድታት ብቐጻልነት ምእንታን ክህሊ ብፍላይ ንኖ ክብሪ ክወሃባ ብዝግባእ ልክዕ ክስራሕ ኣለዎ ዝብል ሓሳብ ኣብዚ ጸዊዐናና ብሓባር እውን ዲስከስ ገይርና መዓልትኖ እቲ ሐዚ መጋቢት ዕስራይ ትሽዓተ ዝኽበር ዘሎ ኣሹ እውን ተስታውስ ትኾን ኢኻ መዓልትኖ ክኽበር ኣለዎ ብትግራይ ደረጃ እውን ብሱራዊ ካላንደር እውን ክኣቲ ኣለዎ ዝብል ቁዋም እውን ነይርዎን መምህር ተበረ ኣይ ሆፕ ንቐፃሊ እውን ክኾን እዩ ዝብል ተስፋ እኒሀና እዙይ መሰረት ገይርና ኣብ ክልተ ሽሕን ሰለስተን ዓመተ ምህረት ከም ከተማ መቐለ መዓልቲ እኖ ተኸቢሩ ዝወዓለሉ ግዜ ነይሩ። ትፍልጦ ናይ ማሕበር እኖታት ልዝነታት ካብ ሽዑ ይጅምር እዩ። ብዕድመን ብጥዒናን ኣጽኒሑ እዚ ንምስክርነት ንምሃብ ስለ ዘብቅዐኒ ብጣዕሚ ልኡል እግዚኣብሔር ከመስግን ይደሊ። ካብኡ ኸዓ ኣስታዊሱ መስራቲት ናይዚ ማሕበር ኢሉ ኣኽቢሩ ምስ ጸውዐኒ ኣሹ ብጣዕሚ ከመስግን ይደሊ። ኣነ ክገልጾ ዝደሊ እዛ ማሕበር ክትምስረት ከላ ምስ መምህር ትበሪ በሪ ከፊትና ብሓደ ኢና ጀሚርናያ። ኣነ ብሓገዝ መልክዕ እየ ክሓግዝኒ ኢላትኒ ብሓገዝ እየ ጀሚረ ምስ ኣና ከምቲ ኣሹ ዝበሎ ምንም በጀት ኣብ ዘይብላ ምንም ኣብ ዘይብላ ብሓሳብ እዩ ተጀሚሩ እታ ሓሳብ ሒዝና ኢና እታ ገዛ ከፊትናያ ብሓደ ካብኡ ግን ያው ካብ ጁባኣ ካብ ሕሽ ልበለ ሰብ እንዳለመነት እያ እዛ ማሕበር መስሪታታና ካብኡ ኣብታ ሒሳብ እየ ዝነበርኩ ኣነ ሒሳብ ሰራሕተኛ ግዢ ገለ ሰለስተ ባእተ ስራሕ ደራሪበ እየ ዝሰርሕ ነይረ ካብኡ ግን እታ ከምታ ዝበለሹ ኦዲት ክንግበር ከለና ዓሰርተ ሓሙሽተ ሽሕ እያ ነይራ ካብ ዕርክታ ካብ ዓዲ እንግሊዝ ካብ ገለ ካብ ገለ ዕርክታ እያ ሰደዳላ ቅርሺ ገይራ ማለት እዩ። መጀመርያ እንቋዕ ብሰላም ኣራኽበና እንቋዕ እውን ናብ መበል ዕስራን ሓሙሽተን ዓመት ምስረታ በዓል። እኖታት እኖታት ኣብፅሐና መጀመርያ ያው ከምዝተገለፀ ሓሳባ ሰብሲባ ዝነበራ ምቾት ሓዲጋ ንደቂ ዓደይ ኣብ ዓደይ ዝረአ ስራሕ ዝረአ ሓገዝ ከገብር ኢላ ምምፃኣ ምብጋሳ ያው ንመርኣያና ዝኾነት እነና ብልጽቲ መምህር ተበርህ ማማ ተበርህ እየ ዝብላ ማማ ትትብልን እዩ ዝሕሸኒ ትብለኒ ነይራና ማማ እንዳበልና ኢና ግዜና ኣሕሊፍናዮና ብጣዕሚ ከመስግና ይደሊ ካብ ቀፂሉ ከዓ ያው ኣሸናፊ ናታ ስራሕቲ ተኸቲልካ ኣብዚ ደረጃ እዚ ከተብፅሖ ኩልሻብ ሓደ ዝተመስረተ ትካል እንድሕር ዳኣ እቲ ዝመስረቶ ዘየለ ኮይኑ ብዙሕ ግዜ ፌዝ ይገብር እዩ ምክንያቱ እቲ ዕላማ ሒዝዎ ዝመፀ እቲ መስራቲ እንድሕር ዳኣ እቲ ዕላምኡ ዘይተረድኦ ኮይኑ ተቐፃላይ ፌዝ ዝገብር ዘዕፆ ኢኻ ትርእና እዚ ትካል እዚ ኣብዚ ምብፅሑ ብጣዕሚ ሕጉስቲ እየ ብጣዕሚ ደስተኛ እየ እና ያው ከመስግነካ ይደሊ ንኣሸናፊ እውን ዕላማኣ ተግባራውነታ ኣብዚ ብፅሒካ ናብ ዝሐሸ ደረጃ ከተብፅሕ ምክኣልካ thank you ምክንያቱ ንሓደ ሰብ ትካል የኮነይ ማምስ ፎር ማምስ ማለት ንኖታት ዕላማ ሒዙ ዝተላዕለ ስለ ዝኮነ ኣብዚ ደረጃ እዚ ምብፅሑ ብጣዕሚ ሕጉስቲ እየ ማለት ከም ሓንቲ ጓል ኣንስተይቲ